ኣኣብ ዘለኹሞ ሰላምን ጥዕናን ይምነየልኩም። ሰላም ሰላም ክቡራት ኤርትራውያን ኣብ ሙሉእ ዓለም ትርከቡ ከመይ ትኾኑ። ሰላም ሰላም ከመይ ትቅንዩ ክቡራት ተዓዘብትን ኣስተማቀርትን ስነጥበብ ኤርትራ ኣኣብ ዘለኹሞ ሰላም ፍቅሪ ጥዕና እንዳተመነኹልኩም። ሰላም ኣብ መላእ ዓለም ትርከቡ ኣሕዋት ርሑስ ዒድ እናበልና። ሰላም ሰላም ከመይ ኣለኹም ኣብ ሙሉእ ዓለም ትርከቡ ኤርትራውያን ኣሕዋትና። ሰላም ሰላም ኣብ መላእ ዓለም ትነብሩ ተኻታተልትና ከመይ ትኾኑ ኣለኹም። ሰላም ሰላም ኣብ መላእ ዓለም ኮንኩም ነዚ ናባኹም ቀሪበሉ ዘለኹ ምኽንያት ክትሰምዑ ተሃንጢኹም ዶ ኣለኹም ፍቱዋትን ክቡራትን ኣሕዋት! ሰላም ሰላም ኣፍቀርቲ ስነ ጥበብ ከመይ ኣለኹም? ሰላም ሰላም ኣብ መላእ ዓለም ትርከቡ ኣፍቀርቲ ስነ ጥበብ! መርሓባ ክቡራት ተዓዘብቲ ከመይ ኣለኹም? ሰላም ሰላም ኣብ መላእ ዓለም ትርከቡ ክቡራት ተኻታተልቲ ስነ ጥበብ ኤርትራ! ደጊመ ደጋጊመ ሰላም ፍቕሪ ጥዕና ኩሉ ሰሰናይ ናይ ዓለም እንዳትመነኹ። ሰላም ሰላም ኣብ መላእ ዓለም ትርከቡ ኣፍቀርቲ ስነጥበብ። ሰላም ሰላም ኣብ ሙሉእ ዓለም ትርከቡ ፍቱዋት ተኻታተልቲ መደብና። ሰላም ሰላም ኣብ ዝተፈላለየ ኩርናዓት ዓለም ዘለኹም ኤርትራውያን ኣሕዋትና። ሰላም ሰላም ከመይ ትኾኑ ኣብ መላእ ዓለም ትርከቡ ኣፍቀርቲ ስነጥበብ። ሰላም ሰላም ከመይ ትኾኑ ኣብ ርሑቕን ቀረባን ኮንኩም መደብና ትከታተሉ ዘለኹም ኤርትራውያን ኣሕዋትና። ሰላም ሰላም ኣብ መላእ ዓለም ትርከቡ ኤርትራውያን። Efra
Entertainment.
ሓዳሽ ቻነል ሒዝናልኩም መጺና ኣለና ናይ ሓውና ስነ ጥበባዊ ኤፍሬም። ሎሚ ድማ ከም ልሙድ ሓዳሽ ኢንተርተይመንት ሒዝናልኩም መጺና ኣለና። ሓውና ኣርቲስት ኤፍሬም ኤፍራ ኢንተርተይመንት ትብል ቻነል ከፊትልና ኣሎ። በዚ ኣጋጣሚ እዚ በዚ ዕለት እዚ ድማ ሓደ ኣዝዩ ደስ ዘብል ብስራት እየ ከቕርበልኩም። ሕጂ ከኣ ብስነ ጥበባዊ ኤፍሬም ሚኪኤለ ኤፍራ ተዳልያ ዘላ ኤፍራ ኢንተርተይመንት ትጅምረልኩም ኣላ ዝተፈላለዩ ስራሓት ስነጥበብ ዝሓዘት ቻነል እያ። ኣብዛ ሓዳሽ ቻነልና ኤፍራ ኢንተርተይመንት። ሕጂ ከኣ ናይ ስነጥበበኛ ኤፍሬም ሚኪኤል፣ ኤፍራ፣ ከምቲ ኩሉ ግዜ ንገብሮ ሓዳሽ ቻነል። ኤፍራ ኢንተርተይመንት ትብል ሒዝናልኩም መጺእና ኣለና። ኣብዛ ናይ ስነጥበበኛ ኤፍሬም ማለት ኤፍራ

ከምኡውን ኮመንት ንኹልና ርሑስ ዒድ ኣልፈጥር ይግበረልና።
Efra Entertainment.
ሕጂ ድማ ከምቲ ልሙድ ሓዳሽ ኢንተርተይመንት ሒዝናልኩም መጺና ኣለና። ሕጂ ድማ ኤፍሬም ሚካኤል ኤፍራ ዝተፈላለዩ ትሕዝቶታት ኣብ ዝተፈላለያ ቻነላት እንዳሰርሐ ዝተፈላለየ ፍሉይ ስራሓት ከበርክት ጸኒሑ መወዳእትኡ ናተይ ዝብሎ ዋኒነይ ዝብላ ቻነል ከፍሪ ኢዩ ኢሉ ኣብ ሰዓት እዚ ኤፍራ ኢንተርተይመንት ትብል ቻነል ከፊቱ ኣሎ። ሕጂ ከኣ ንዓኹም ብዘሐጉስ ብስራት ኢና መጺናኩም ዘለና። ስነጥበባዊ ኤፍሬም ሚኪኤል፣ ኤፍራ። ሕጂ ድማ ኤፍራ ኤፍሬም ሓዳሽ ቻነል ሒዙ እዩ ዝቀላቐል ዘሎ። ኤፍራ ኢንተርተይንሜንት ንዓኹም ንምሕጓስ ድራማ፣ ሙዚቃ፣ ኮሜዲ ካልእ ስነበጻዋዊ ፍርያት ሒዛ ደበኽ ትብል ኣላ እሞ ኩሉኹም ኣብ ውሽጥን ኣብ ደገን ትነብሩ ተዓዘብትና ኤፍራ ኢንተርተይመንት ሓዳሽ ኢንተርተይመንት ናይ ኤፍሬም ምኪኤል ኣብ ቀረባ እዋን። ሕጂ ድማ ሓዳሽ ኤፍራ ኢንተርተይመንት ትብል ኢንተርተይመንት ሒዝናልኩም ቀሪብና ኣለና።
ኤፍራ ኢንተርተይመንት።
ኤፍራ ኢንተርተይመንት። ኤፍራ ኢንተርተይመንት።
ኤፍራ ኢንተርተይመንት ደበኽ ኢሉልኩም ኣሎ።
ኤፍራ ኢንተርተይመንት። ኤፍራ ኢንተርተይመንት። ኤፍራ ኢንተርተይመንት። ኤፍራ ኢንተርተይመንት ትብል ሓንቲ ኣዝያ ኣገዳሲት ዝኾነት ናይ ዩትዩብ ቻነል ከፊቱ ኣሎ። ናይ ስነ ጥበባዊ ደራስን ዳይረክተርን ኤፍሬም ሚኪኤል ሓዳሽ ቻነል ትኽፈት ኣላ እሞ ዝተፈላለዩ ትሕዝቶታት፣ ድራማታት፣ ኮሜዲታት፣ ዝተፈላለዩ ዓይነት ስነ ጥበባዊ ስርሓት ክነቕርብ ኢና። ብሙሉኡ ናይ ኤፍራ ኢንተርተይመንት ናለት ናይ ኤፍራ ዝነበረ ስርሓት ኣብኡ ክንረኽቦ ንኽእል ኢና። ብሕጂ ድፈሪ ናይ ኤፍራ ስርሓት ውን ኣብኡ ክጸንሓና እዩ ናይ ኤፍሬም ኤፍራ ናይ ካልኦት ምስኡ ደለና ስነጥበባውያን ድማ ኣብኡ ስራሕና ክትረኽብዎ ኢኹም። ስለዚ በዚ ኣጋጣሚ እዚ ንዓናን ንዓኹምን ደራኽብ ሓድሽ ሜድያ ተፈጢሩ ስለ ዘሎ። ስለዚ ከምቲ ኩሉ ግዜ ንብለኩም ማለት እዩ ነዛ ቻነል እዚኣ ንምምዕባል። ኣብዛ ቻነል ዝተፈላለዩ ተኸታታሊ ፊሊም፣ ፊቸር ፊሊም፣ ሓጸርት ፊሊምታት፣ ደርፍታት፣ ዝተፈላለዩ ንዓኹም እበቂዕ'ዩ ዝበልናያ መሃርን ኣዛናጋዕን መደባት ኣዳሊና ኣለና። ኣኣብ ዘለኹሞ ሰላም ፍቕሪ ጥዕና እንዳተመነኹ። ብኣኹም ኢና ንዓቢ ብኣኹም ኢና ንቕጽል Thank you ስለቲ ኩሉ ትገብሩልና ደገፍ። ሓዳሽ ብዙሕ ፍርያት ዘለዋ ኢንተርተይመንት ኤፍራ እትብል ሒዘልኩም መጺኦ ኣለኹ። ኤፍራ ኢንተርተይመንት ንዓኹም ንምሕጓስ፣ ንምምሃር ብዙሕ ነገራት ሒዛ ተበጊሳትልኩም ኣላ። ንስኹም ድማ ከምቲ ኩላ ግዜ ብዝመጻ ቻነላትና ትገብርዎ ኣብዚኣ ከኣ ፍልይ ብዝበለ መንገዲ ክትገብሩ እየ ናባኹም ቀሪበ ዘለኹ። ሃናጺ ዝኾነ ርእይቶ ክትህቡና ድማ ክንጽበ ኢና። እሞ ክቡራት ተኸታተልቲ ስነ ጥበብ መቸም ኣብ ኤርትራ ዘለና ስነ ጥበበኛታት ኩሉ ግዜ ንዓኻትኩም ነዞም ኣድነቕትናን ፈተውትናን ንምሕጓስ ከይተሓለልና ኢና ንጽዕር። ንሕና ንዓኹም ዝኸውን ፍርያት ቀሪብና ኣለና ንስኹም ድማ ንዓና ዝኸውን ሼር ሳብስክራይብ ብምግባር ነዚ ኣበጊስናዮ ዘለና ቻነል ክዓብየሉ ዝኽእል መንገዲ ብምፍጣር ተሓባበሩና። ስለ ኩሉ ነገር ትገብርዎ ኣዚና ነመስግነኩም። ብትህቡና ርእይቶ ከኣ ኩሉ ግዜ ህኑጻት ኢና። የቐንየልና።
Efra Entertainment.

ሳብስክራይብ ከድልየና እዩ ኮመንቲ ጌርኩም ድማ ኣተባብዑና ኢኹም ሓደሽቲ መደባት ሒዝና ክንመጻኩም ኢና። ኮመንት ላይክ ሳብስክራይብ እናገበርኩም ከተተባብዑና ብልቢ ይምሕጸነኩም። ሸር ሳብስክራይብ ኮመንቲ። ላይክ ሸር ሳብስክራይብ ኮመንት ምሃብ ኣይትሕመቁ ኩሉ ዓይነት መዛናግዒ ኩሉ ዓይነት ዘሕጉስ ኩሉ ዓይነት መሃሪ ጆባእ ክትብለኩም እያ። ሼር ላይክ ሳብስክራይብ ግበሩዋ ንሕና ከኣ ዝበለጸን ዝመቀረን ትሕዝቶ ሒዝና ደበኽ ክንብለኩም ኢና። ስለዚ ካባና ብሉጽ ስራሕ ካባኹም ድማ ሸር ላይክ ኮመንት ሳብስክራይብ ጌርኩም ክትሕግዙናን ክተተባብዑናን ብኽብሪ ዕድመኩም። ሼር ላይክ ኮመንት ኤንድ ሳብስክራይብ ዳገበርኩም ንዝመጽእ መደብና ምሳና ኮንኩም ክትከታተሎ ንዕድም። ሼር ላይክ ኮመንት and ሳብስክራይብ ኣይትሕመቑ ኢኹም ንሕና ድማ ዝበለጸ ስነ ጥበባዊ ስራሓት ሒዝናልኩም ከም ንቐርብ ኣይጠራጠርን'የ። ኣብዛ ቻነል እዚኣ ላይክ ሼር ሳስኩራይብ እንዳገበርኩም ኣይትሕመቑ። ሸር ላይክ ኮመንት ሳብስክራይብ ምባል ኣይትሕመቑ። ኩልና ኮመንት ሼር ላይክ ሳብስክራይብ ኣይንሕመቕ ኣብ ዘለናዮ ሰላምን ጥዕናን። ሸር ሳብስክራይብ ላይክ። ሼር ግበሩ፣ ሳብስክራይብ ግበርዎ፣ እቲ ቪድዮ ምስ ረኣኹምዎ ድማ ኣብኡ ዝምልከት ንዓና ሃናጺ ዝኸውን ነገር ኮመንት ጸሓፉልና። ኤፍራይ ኢንተርቴይመንት ንደቅና ንዓና ንዓኹም ንሰበይትኹም ንጀማዕኹም ንወለድኹም ንኹሉ ነገር ዝኸውን ፍርያት ኣምጺኣትልኩም ኣላ። ዝተፈላለዩ ትሕዝቶ ስነጥበብ ማለት እዩ። ነዚ ንምክትታል ድማ ኣባላት ኤፍራ ኢንተርተይመንት ንምዃን ኢና። ሓደሽቲ ስርሓትን ብሉጽ ዝበልናዮ ስርሓት ናባኹም ሒዝና ክንቀርብ ኢና። እዛ ቻነል እዚኣ ንኽትዓቢ ምትብባዕኩም ኣይፈለየና። ሲርየስ ፊልም፣ ፊቸር ፊልም፣ ኮሜዲ፣ ሾርት ፊልም ብሙሉኡ፣ ክሊባት፣ ሸዋት። ኣብ ዘለኹሞ ኮንኩም ላይክ ኮመንት ሳብስክራይብ ሼር ብምግባር ነዛ ቻነል ኢደይ ኢድካ እንዳበልና ንዕብያ ዝተፈላለዩ ትሕዝቶታት ሒዘ እየ ዝመጽእ እብል ኣሎ እንታይ ኢኺ ምጸና። ኣይፈለጥናን ደልና ግን ከም ወትሩ ንህዝብና ውሽጥና ወጻእን ዘሎ ዘሕጉሱ ዘዛናግዑ ምስ ባህሉን መንነቱን ዘተኣሳስሩ መደባት ሒዙ ክመጽእ ምዃኑ ፕሮሚስ ክኣትወለይ ጸኒሑ ኣሎ ስለዚ ኩሉ ግዜ ምርጫኹም ኤፍራ ኢንተርተይመንት ይኹን ኣብ ዘለናዮ ሰላምን ጥዕናን እዛ ኢንተርተይመንት እዚኣ ብሓውና ስነጥበበኛ ኤፍሬም ሚካኤል ኤፍራ ዝወጸት ኮይና እታ ቻነል ኤፍራ ኢንተርተይመንት እያ ትብል። ኤፍራ ቻነል ኣብ ቀረባ እዋን ንዓኹም ይበቂዕ'ዶ በለቶ። ዘዘናግዕ፣ መሃሪ ከምኡ'ውን ፊልማት ክሊፓት ሒዛ ትመጽእ ኣላ ስለዚ ከምቲ ናይ ቀደምኩም ምትብባዕ ኣይፈለየና። ሕጂ ከኣ ስነጥበባዊ ኤፍራ ወይ ከኣ ኤፍሬም ኤፍራ ኢንተርተይመንት ዝብል ሓዳሽ ቻነል ከፊቱ ኣሎ እሞኒ ነዛ ቻነል እዚኣ ንምዕዋት ኩሉ ግዜ ናትኩም ደገፍ እዩ እሞ ሼር ላይክ ሳብስክራይብ ምባል ኣይትሕመቁ ንሕና ከኣ ከምዛ ትሪኡኒ ዝተዋህበኒ መሲለ ከሐጉሰኩም ተስፋ ይገብር ኣነ ማለት እዩ ፐርሰናሊ። ካባኹም ናባና ካባና ናባኹም ኤፍራ ኢንተርተይመንት። ኤፍራ ኢንተርተይመንት ንዓኹም ምስ ዓድኹም ዘቀራርብ ቻነል ሒዙ ቀሪብልኩም ኣሎ ስለዚ ኩላትኩም ኣብ ደገ እትነብሩ ኤርትራውያን ንኤፍራ ኢንተርተይመንት ተኸታተሉ።
ሼር ሳብስክራይብ ብምግባር ኤፍራ ኢንተርተይመንት ትሕዝቶኣ ናብ ኩሉ ሰብ ንክበፅሕ ናትኩም ሓገዝ ኣይፈለየና የቀኔልና።
ወደሓንኩም Thank you Thank you ማሰይ Thank you ደቂ ኤረ Thank you ንቀደም በሉ Thank you ሰሰናይ ንኩልኹም።
ቻው ካብ መንጎ ስእለይ መፅየ ባይ ያኔለይ